ንጅማር መደባት ብሩራዊ እየ በልዩ ናጽነት ዘበሰረት ሽግ ዝተፈላለየ ታሪኻዊ ቦታታት እናሰገረት ኣብ መላእ ሃገር ዑደት ተካይድ ኣላ። ኣብ ዘዝኣተወቶ ድማ ብህዝቢ ድሙቕ ኣቀባብላ ይግበረላ ኣሎ። ኣብ ዞባ ጋሽ-ባርካ ናይ ሳልሳይ ጉዕዞኣ ተካይድ ዘላ ሽግ ናጽነት ትማሊ ከተማ ባረንቱ ኣትያ ኣላ። ወኪል ኤሪና ኣካል መብራህቱ ንዘዳለዎ ጸብጻብ ገረመስቀል ገረዝጊሄር ከቕርቦ እዩ።

ብ ሰለስተ ሚያዝያ ካብ ንኡስ ዞባ ጎልጅ ተበጊሳ ኣብ ንኡሳን ዞባታት ተሰነይ፣ ሃይኮታ፣ ጎኘን ባረንቱን ውዕዉዕን ምዕሩግን ኣቀባብላ እናተገብረላ ናይ ሳልሳይ ሰሙን ጉዕዞኣ ከተካይድ ዝቐነየት ሽግ ናጽነት ትማልን ሎምን ኣብ ከተማ ባረንቱ

ኣብ ከተማ ባረንቱ ኣብ ዝኣተወትሉ ብዝተፈላለየ ባህላዊ ጸወታ ብሄራትና ኣብ ዝተገብረላ ኣቀባብላ፣ ኣመሓዳሪ ንኡስ ዞባ ባረንቱ ኣቶ ኣውረልዮ ጃኮሚኖ፣ ኣብ ሽሕን ትሽዓተ ሚእትን ሰማንያን ሓሙሽተን ህዝባዊ ግንባር ኣብታ ከተማ ዘካየዶ መጥቃዕቲ፣ ንስርዓት ደርግ ዘርዓደን ናይ ምግባር ሓይሊ ህዝባዊ ግንባር ዘነጸረን ኣገዳሲ ታሪኻዊ ፍጻመ ምንባሩ ኣረዲኡ።

ብዕስራን ሓደን መጋቢት ኣብ ሞልቂ ኣብ ዝተኻየደ ስነ ስርዓት ካብ ዞባ ደቡብ ናብ ዞባ ጋሽ ባርካ ዝተረከበት ሽግ ናጽነት ኣብ ንኡሳን ዞባታት ሻምብቆን ላዕላይ ጋሽን ድሕሪኡ ድማ ክሳብ ንኡስ ዞባ ጎልጅ ትኣቱ ብዓሰርተታት ኣሽሓት ዝቑጸር ህዝብን ኣባላት ሓይልታት ምክልኻል ኤርትራን ምዕሩግ ናይ ምቕባልን ፈነዋን ስነ ስርዓት ተገይሮምላ። ዩኒቨርሲቲ ከተማ ጎልጅ ኣብ ዝተገብረ ጽምብል ኣመሓዳሪ ንዞባ ጎልጅ ኣቶ ዓብዱ ታልከ ሽግናጽነት ኤርትራ ንዝተኣልመ ውዲት ብጽንዓት መኪታን ኣፍሺላን ኣብ ዘተኣማምን ባይታ ኣብ ዝረገጸትሉ እዋን ኣብ መላእ ሃገር ዑደት ምግባራ ረዚን መልእኽቲ ከም ዘለዎ ሓቢሩ። ናጽነትና ኣብዚ ዕስራን ሓሙሽተን ዓመት ከምቲ ተጋድሎና ብቐሊል ዘይተዓወተ ብዙሕ ሕልሕላኻት ሓሊፍና ንዕቤት ቁጠባና ማዕረ ዓለምና ከውን ብዙሕ ሰሪሕና ካብ ዜሮ ተበጊስና ድማ ብዙሕ ፍረ ርኢናን ንልኡላውነትና ተኸላኺልና ንኣህጉራዊ ሸርሒ በዲህና መንጠሪ ባይታ ናብ ርሁው ምዕባለ እነሰጋገረሉ ወቕቲ በፂሕና ኣለና። ካብ ንኡስ ዞባ ጎልጅ ናብ ንኡስ ዞባ ተሰነይ ዝሰገረት ሽግናጽነት ብሰልፊ ሰራዊት ተምሃሮን መራሕቲ ሃይማኖትን ተዓጂባ ከተማ ብምእታው ንዝተዳለወት ዓባይ ሽግ ድሕሪ ምውላዕ ኣመሓዳሪ እቲ ንኡስ ዞባ ኣቶ ተስፋኣለም ባህታ ኣብ ዘስምዖ ቃል ህዝባዊ ግንባር ብ ዓሰርተ ሓሙሽተ ጥሪ ሽሕን ትሽዓተ ሚእትን ሰማንያን ኣርባዕተን ኣብ ከተማ ተሰነይ ዝወሰዶ በርቃዊ መጥቃዕቲ

ዝዓበየ ዝብለጽ ንጸላኢ ብብረቱ ብጥይቱ ዝብል መሪሕ ጭርሖ ህዝባዊ ግንባር ብግብሪ ዝተመስከረሉን ካብ ምክልኻል ናብ ናይ ምጥቃዕ ስልትን ምስግጋር ባይታ ካብ ዘጣጥሑ ፍጻሜታት እዩ።
ሽግ ናጽነት ብ ሓሙሽተን ሽዱሽተን ሚያዝያ ኣብ ኣለቡ፣ ሃይኮታ፣ ጎኘን ካልኦት ኣብቲ መስመር ዝርከባ ዓድታትን ምዕሩግ ኣቀባብላ እናተገብረላ ዑደት ኣብ ዘካየደትሉ እቲ ከባቢ ብረታዊ ቃልሲ ህዝቢ ኤርትራ ዝፈለመሉ ጎቦ ኣዳልን ጀመርቲ ብረታዊ ቃልሲ ዝንቀሳቐስሉ ዝነበሩ ቦታታትን ዝርከቦ ረዚን ታሪኽ ዝሓቖፈን ብምዃኑ ንዑደት እታ ሽግ ፍሉይ ርዝነት ከምዝሃቦ ተገሊፁ።
ዘውደይ ትንፋሰይ ኣደያ ዓደይ ከብረይ ገዲፈ ናበይ ክስደድ

ብመሰረት ሓበሬታ ኣመሓዳርቲ ንኡስ ዞባ ኣቶ ዓንደመስቀል ኣድሓኖም፣ ዕላማ ናይቲ ምርጫ፣ ጽፈት ምሕደራን ትግባረ መደባትን ንምውርጻጽ ምዃኑ ኣፍሊጦም። ተሳተፍቲ ብወገኖም፣ ኣብቶም ዝተመርጹ ቆጽሊ ድሕሪ ምንባር፣ ዜግነታዊ ግዴትኦም ከይዘንግዑ ንኣድማዕነት ዝውጠኑ መደባት ብተወፋይነት ክሰርሑ ተማሕጺኖም። እቶም ዝተመርጹ ኣመሓደርትን ኣካየድቲ ስራሕን ድማ፣ ንዝመረጾም ህዝቢ ብቑዕ ምምሕዳራዊ ኣገልግሎት ንምሃብ ዓቕሞም ዘፍቀዶ ክሰርሑ ምዃኖም ቃል ብምእታው፣ ኣብ ክሉ ንጥፈታቶም ደገፍን ምኽርን ህዝቢ ከይፍለዮም ተላብዮም። ኣብ ንኡስ ዞባታት ደቡብ ብዕቤታ ኣብ ቀዳማይ ደረጃ እትስራዕ ንኡስ ዞባ ዓረዛ፣ ኣብ ዕስራን ክልተን ምምሕዳራት ከባቢ ዝጥርነፋ ሚእትን ትሽዓተን ዓድታት ኣለዋኣ። መበል ሓምሻይ ምርኢት መፅሓፍቲ ኣብ ዞባ ደቡባዊ ቀይሕ ባሕሪ ሎሚ ሸሞንተ ሚያዝያ ኣብ ከተማ ዓሰብ ተኸፊቱ። እዚ ምርኢት እዚ ኣካል ናይቲ ብቑዕ መፅሓፍቲ ንዕውት ትምህርቲ ብዝብል ቴማ ካብ ዒስራን ሓሙሽተን መጋቢት ክሳብ ሰለስተ ሚያዝያ ኣብ ቀፅሪ ኤክስፖ ዝተኻየደ መበል ዓሰርተ ሓሙሽተ ምርኢት መፅሓፍቲ ኤርትራ እዩ። መፅሓፍ ምንጪ ፍልጠትን ምዕባለን ምዃኑ ዝጠቐሰ ወኪል ሓላፊ ሃማማተኤ ኣብቲ ዞባ መንእሰይ ዑስማን መሓመድ፣ እቲ ምርኢት ኣብ ምኹስኳስ ባህሊ ንባብ ብሓፈሻ፣ ምስሳን ክለባት ኣንበብቲ ድማ ብፍላይ ዘይነዓቕ ኣበርክቶ ይፃወት ከምዘሎ ኣረዲኡ። እዚ ብውድድራት መደረ፣ ሓፈሻዊ ፍልጠትን ኣስተምህሮኣዊ መደባትን ዝተሰነየ ምርኢት ክሳብ ዓሰርተ ሚያዝያ ክቕፅል ምዃኑ ወኪል ኤሪና ሓቢሮም። ኣብያተ ትምህርቲ ምምሕዳር ከባቢ ባዳ ንኡስ ዞባ ገልዓሎ ብክልተን ሰለስተን ሚያዝያ ቅነ ተምሃሮ ኣካይደን። እቲ ንኣብያተ ትምህርቲ ቦለሊ፣ ላይን በዳን ሲሞንቲን ዘሳተፈ ቅነ ተምሃሮ ዕቑር ክእለቶም ዝፍትሽሉን ዘማዕብልሉን ባህላውን ስፖርታውን ንጥፈታት ዘጠቓለለ ምንባሩ ወኪል ኤሪና ሓቢሩ። ኣመሓዳሪ ንኡስ ዞባ ገለዓሎ ኣቶ ኣሕመድ ዓሊ ቦካልያ ኣብ ዘስመዖ ቃል፣ ቅነ ተመሃሮ ገስጋስ ትምህርታዊ ንጥፈታት ዝንጸባረቐሉን ባህሊ ተወዳዳርነት ዝኹስኮሰሉን ባይታ ምዃኑ ብምጥቃስ፣ ጎዳእቲ ልምድታትን ወልፍታትን ኣብ ምውጋድ እውን ልዑል ተራ ከምዘለዎ ኣብሪሁ። ሓላፊ ቤት ጽሕፈት ሚኒስትሪ ትምህርቲ ኣብ ንኡስ ዞባ ገለዓሎ መምህር እድሪስ ዓሊ ሓሬ ብወገኑ፣ ንተሳታፍነት ተመሃሮን ወለድን ብምምጓስ ንዝበለጸ ውጽኢት ክድንፍዕ ከምዘለዎ ኣዘኻኺሩ። ባዳ ዓሰርተ ሓሙሽተ ዓድታት እትጥርንፍ ሓንቲ ካብ ዓሰርተ ክልተ ምምሕዳራት ከባቢ ንኡስ ዞባ ገለዓሎ እያ።